መምህር ደልየኩም ኣለኹ መምህር ኣነ እዛ ቴን ፋይፍ ትበሃል ክላስ ፈፂመ ክምሃር ኣይደልን ባህጊ ንሽምካ ሓቀይ እወ ባህጊ ዘርኣይ ኦ ኣቦኹ ከዓ መቑሰይ ታሆን ክድኣ እዚኣ ክላሰይ ጸሊኢክያ።
እናጸረፋኒ እየን ክላስ ምሉእ እናጸረፉኒ ከመይ ጌረ ክመሃር መምህር። ድማ ክላስ ምሉእ ክላስ ምሉእ ዝጸርፈኪ ድኣ እንታይ ጌርክዮም እዩ ጻረፍዮም ዲኺ። ኣነ ኣነ ከምኡ ጠባይ የብለይን መምህር ድሓር ከኣ ስድራቤተይ ብግቡእ ቀጺዐም እዮም ኣዕብዮምኒ ኣብ ምሉእ ሂወተይ ሰብ ጸሪፈ ኣይፈልጥን። እሞ እንታይ እዩ እቲ ምኽንያት። እንድዒ በቃ ኩሎም ኣንጻረይ ኮይኖም። ኤእ
ክላስ ምሉእ ክላስ ምሉእ እሞ ኣንጻር ክኾኑ ይክእሉን እዮም። ኣብ ምንታይ እዮም ውዒልኪ? እንታይ እዮም ከ ዝብሉኺ? ስነው እናበሉ ትኪኾምኒ እዮም መምህር። እንታይ ማለት እዩ ስነው?
ስነው ደኣ በረድ። ኣሃ ስነው ሓቅኺ። ግን ብልክዕ ስነው በረድ ማለት ኣይኮነን። ብትግርኛ እንታይ ይበሃል መስለኪ? ውርጪ እዩ ዝበሃል። ንኣይስ ኢና በረድ ንብሎ። ግን ካብ ምንታይ ተበጊሶም እዮም ከምኡ ኢሎምኺ? ካብታ ስነው ዋይት ትብል ጽውጽዋይ ተበጊሶም ድዮም? ብስነ ዋይት ኣይኮኑን ደሓን ከኣ መበገሲኦም ፈሊጠዮም ኣለኹ እንዶ ወይ ኣጠንቁቑለይ ወይ ድማ ክላስ ቀይሩኒ መምህር። ደሓን እዛ ጓለይ ኣብ ግዜ ንእስነት ነንሕድ ኢልካ ሳጓ ምጥብባቕ ንቡር እንድዩ። ሳጓ ከይትለግበኪ እንተደሊኺ ግን ንስኺ ክትቃወምያ የብልክን። ከምዛ ዘይንዓኺ ኣጽቅጥ ኣቢልኪ ክትከዲ ኣለኪ። ንስኺ ሸለል ክትብልዮም ኣለኪ። ደይረብሪቦም ክጎድፉ እዮም። እንድሕር ሓሪቕኪ ደኣ መፍቶቶም እንድዩ። ሳጓ ተጸሊኢኻያ መሊሰ ኣጠብቀካ። መምህር መጀመርያ ኣነ እኳ ሸለል እየ ዝብሎም ነይረ ደሓር ግና ኣብዚሖሞ ክጻወሩ ኣይከኣልኩን። ኤእ ባህጊ ደሓር ከኣ እኮ ስኖው እንታይ ሕማቅ ጸርፊ ኮይኑ ውርጪ እኮ ሓያል እዩ ምስጢር ተንብብ ዶ ነቲ ሓያል ሰራዊት ናይ ናፖልዮን ዝሰዓረ እኮ ውርጪ እዩ ጀነራል ዊንተር ኢሎም እኳ ሰምየሞ እሞ ኣነ ከምኡ ክብሉኒ ይደልን እየ ቀንዲ መበገስቲ ከኣ ክልተ ተምሃሮ እዮም።
በዓል መን እዮም ከ ሰቡ? እታ ቀንዲ መሳወሪት እኮ ሓበን እያ እቲ ካልኣይ ምስኣ ኮይኑ ደራስን ከኣ ኣማን ጣህሪ። ዋእ
ኣማንን ሓበንን እዚኦም ድኣ እቶም ምስጉናት ኣውትስታንዲንግ ተምሃሮና እንድዮም እንታይ ድኣ ወሪድዎም ድኣ በሊ ድሓን ክላስ ቲቸር ኣብ ዕረፍቲ ምጹ ኢልኩም በሊዕምኺ። ሕራይ ወርሒ እስኪ የምፅእ ሕራይ ዶ እስኪ የምፅእ መፂኹም ስምዑ እስከ ወርቃዊ ሕግታት ቤት ትምህርቲ ትፈልጡ እንዲኹም ፈልጥ እምበር ሓደ ካብቲ ሕግታት ደኣ'ሞ መምሃራንካን መማህርትኻን ኣኽብር እንድዩ ዝብል። እሞ እንታይ ደኣ ጌርና ኢና?
እዋእ ስለምንታይ ነዛ መማህርትኹም ኣክን እተኽብርዋ ትጸርፉዋ? ኣይጸረፍናያን ኣይጸረፍናያን መምህር፣ ነጸሪፍና ግዲ ኢና። ሓንሳብ
ንሕቶ ብሕቶ ኣይምለስን እዩ። ተገምጢልኩም ክትሓትዋ ኣይኮንኩን ጸዊዐኩም። ከይጸረፍኩማ ኣልዕል ኣቢላ ጸሪፎሙና ኣይትብል ሓቂ ተዛረቡ። ኣይጸረፍናያን ኣይጸረፍናያን። ንስኻትኩም እኮ ንኣሽቱ ኣይኮንኩምን ተማሃሮ ሃይስኩል ኢኹም። ተመሃራይ ሃይስኩል ማለት ከኣ እኹል ሰብ ማለት እዩ። ኩሉ ሰብ መምህር ይኹን ተመሃራይ፣ ዓቢ ይኹን ንእሽተይ ክብረት ከም ዘለዎ ክትፈልጡ ኣለኩም። ጸርፊ ብሕጊ ከም ዝሕቲ ትፈልጡ ዶ? ጸርፊ መዓስ ኮይኑ መምህር? ስነው ኢልኩም ኣይጸረፍኩማን? ጸርፊ ኣይኮነን መምህር። ስነው ጸርፊ ድዩ? ስቕ ኢልና እነጻወታ ኢና ኔርና። ስለምንታይ ኢኹም ከ ስነው ኢልኩማ? ስቕ ኢልና ክንጻወታ ኢና ኔርና። ብጸርፊ ዶ ጸወታ ኣሎ? ጸርፊ ኣይኮነን ማና። ቀጻሊ ግን ብዛዕባ ስነው ስለ ተዕለና ከነጻውታ ኢልና ስነው ኢልናያ መጀመርታ እኮ ፈትያታ ትስሕቅ ነይራ ደሓር እያ ጸሊኣታ እምበር። ብዛዕባ ስነው ደኣ እንታይ ኢላ ትዕለሙ።
ኣርኣይ ክንደዛ ስእሊ እዚ ትርእይዎ ዘለኹም ኣብ ስዊዝ ዘሎ ሓወይ ብናይ ዊንተር ክዳውንቲ ገይሩ ዝተሳእለ እዩ። ስምዕ እንዶ ባህጊ ኩሉ ግዜ ድዩ ኣብ ስዊስ ስነው ዘሎ? ኖ
እዚ እኳ ናይ ቀደም ስእሊ እዩ። እስከ ሕጂ መወርሒ ክንደይ ኣለና? ስነው መዓስ ዝጅምር መስለኩም? እወ ሕጂ ዳርጋ ጀሚሩ ኣሎ። ስነው ክጅምር ከሎ መጀመርያ ከምዚ በረድ ከምዚ ግመ እዩ ዝጅምር። ደሓር ጸኒሑ ንፋስን ቁርን ይገብር። ደሓር ረቂቕ ጡጥ ዝመስል በረድ ካብ ላዕሊ ይወርድ። ፍትወካ ብፍላይ ኣብ ክሪስማስን ኒውየርን ክደፍዎ ኩሉ መሬት ናብ ጻዕዳ እዩ ዝቕየር። ጫማ ናይ በረድ ጌርካ እዩ ዝኸየድ እምበር እቲ በረድ ከም ፔትሮ እዩ ምልማጽ ሸተት ኣቢሉ ከውደቐካ እዩ ዝደሊ። ግን ማራ ይቆሪ ኾን እምበር ኖ ኣብቲ መጀመርታ እዩ እምበር ድሓር እኳ ብዙሕ ቁሪ ይገብርኒ ድሓር ከዓ ክዳውንቱ ኣሎ ናይ ዊንተር ቅድሚ ምእታዉ በብዓይነቱ ክዳውንቲ ጃኬት ጎልፎ ጓንቲ ናይ ስነው ቅድሚ ምእታዉ ኢኻ ትሸማምት ድሓር ከዓ መግቢ ኣሎ ሓፍተይ ፋርማጆ ማክዶናልድ እናበልዓኻ ኣብ ይፍለጠካ ስነው ማራ ክትሕቢ ሓቀይ ምሽ ኣነ ሓንቲ መዓልቲ እዚ ኣምላኽ ኣብ ስነው ተሳኢለ እንተዘርእየኒ እንታይ ዘይሃበኒ ምክብለ ስነው ብጣዕሚ እዩ ደስ ድብለኒ ከጸለኒ እኳ እዩ ዝደሊ ረኣይዎ እሞ ቦታ ገነት ማለት እዚ እዩ ኡፍ ክንደይ ግዜ ከተርእና ክሕሎ ምስ ሰልችና ሃማን ዕላልኪ ቀጻሊ ብዛዕባ ስነው ቀጻሊ ብዛዕባ ፎርኤን ካልእ ዕላል የብልክን ድዩ ስምዕ እንዶ ማራ ባህጊ በረደለካ ሓቂ ካብ ባህግስ ብኻ ስነው ኢሎምኺ ስነው ኣይትዓይነን ካብ ስኖው ዶ ዊንተር እንዳበልኪ ናይ ኤሮጳ ጆግራፊ ተጽንዒ ግዳ ናይ ዓድኺ ጆግራፊ ጽንዒ። ስኖው ዋይት።
ወሉ ሰሚዐልኩም ኣለኹ ድሕሪ ሕጂ በዛ ስኖው ትብል ቃል ከይትጽውዕዋ። ሳጓ ዘሎ እንድዩ እቲ ሰብ እንድሕሪ ዘይፈተዋ ግን ክትገድፋ እዩ ዘለካ ስለምንታይ ትታሃላለኹ። ድሕሪ ሕጂ እዛ ቃል እዚኣ ከይትደግሙዋ ራይ ዶ ኪድ ሕጂ ክላስ ክምቶ ባህጊ ፅንሒ ደሓን ባህጊ ሕጂ ተዛሪበዮም ኣለኹ እንዶ ንስኻ ከምቲ ኣቐዲሞ ዝበልኩኺ ብዙሕ ኣይትጨነቕ ኣይትገደስሎም ዘይረብሪቦም ጎድፎ እዮም ንሳቶም ጥራይ ኣይኮኑን እኳ መምህር ከምኡ ዝብሉኒ፣ ካልኦት ተመሃሮ እውን ኣለዉ፣ ንዕኦም ሰሚዖም ኣብ ወላ ኣብ ጎደና ክሕርቑኒ ኢሎም ስነው እናበሉ በቃ ለጨንቑኒ። ደሓን ባህቲ፣ እንታይ ድዩ መስለኪ፣ ኣነ እውን ኣብ ቅድሚኦም ከምኡ ክብለኪ ስለ ዘይደለኹ እየ እምበር፣ በዓል ኣማን ዝበሉዎ ገለ ገለ ሓቅነታት ኣለዎ። ግን ደሓን ተዛሪበዮም ስለ ዘለኹ፣ ከማተይ ሎምኺ ናባይ መጺኦም።
ኣይገድፍዎን እዮም እዚኦም መምህር፣ ኮነ ኢሎም ክሕርቑኒ ኢሎም እንድዮም ከምኡ ዝገብሩ ዘለዉ። ዳሓን ክጎድፍዎ እንዳለው ጥራይ ንስኺ ትሕረቒ ከምዘይ ናትኪ ራኢ ግን ሓደ ነገር ክነግረኪ ከይድኪ ስለ ዘይረኣኽዬ ኢኺ እምበር ውርጪ ዳኣ እንታይ ዘፍት ኣለዎ ጸላኢና ውርጪ እምበር ፈጣሪ እኮ ንዓና ዝሃበና መሬት እቲ ዝበለጸ እዩ። ዓድና ዝበለጸ ምዃኑ ኣይትፈልጥን ዲኻ? እፈልጥ እምበር። ንዓና ኤውሮጳውያን ተመንዮም ክረኽብዎ ዘይክእሉ ክሌማን መሬትን እዩ ዘለና። መዝሓሊ ይኹን መሞቒ ዘየድልዮ፣ ዓመት ምሉእ ብርሃን ጸሓይ ዘይፍለዮ መሬት እዩ ዘለና። መሬት ናፍቶ እምበሪ መሬት ውርጭ ደኣ እንታይ ዘፍቱ ኣለዎ? ተረግመ እዩ ኣብኡ ዝነብር። እዚ ኣብ ስእሊ ትርእዮ ዘለኺ መሬት ጽቡቕ ከይመስለኪ። ራይዶ ድሓር ከኣ ከምቲ በዓል ኣማን ዝበሉኺ መጀመርያ ከም ተምሃሪት መጠን መጀመርታ ናይ ዓድኺ ኢኺ ከተጽንዒ ዘለኪ ሕራይ ዶ እምቧዕ ኣዲኣ ገዲፋስ ሓትናኣ ትናፍቕ እኳ ዝበሃል ኪዲ ሕጂ ውራይ ትምህርቲ ክግበሪ

እንታይ ድኣ ጠጠው ኢልኪ ክላስ ኣይትኣትውን ዲኺ? ራይውቡ መምህር ሕጂ ሕጂ ካባኹም ምስ ደሓን ወጻኹ ደሓን ሓደ ባህጊ ተመሃራይ ባህጊ ንኽንደይ ተምሃራይ ኢልካ እዩሞ ግደፉ ክበሃል ኣብ ኣኼባ ንኹሎም ተመሃሮ ከምኡ ኢልና ተገኒሕናዮም ድማ ቤት ትምህርቲ ብምሉኡ ከምኡ ክብለኪ ንሳጓ መጥፊታ ነጊረኪ ክላስ ምቕያር ኣይኮነ ዋላ ምግናሕ ኣይኮነ ንሳጓ ተጥፍኣ ዘይምግዳስ ጥራይ ከምዚኣ ዘይትምልከተኪ ኣስቅጥ ኣብል ጥራይ ለይረብሪቦም ጎርፎ በቃ መሓራይ ነይ ከምኡ ክገብር ናይ ሞ ሕጂ ክላስ ጌታወይ